ሰላም ኣሕዋት ኣብ ናይ ለማዕት ፊድዮና ኣብዚ ማሕበራዊ ሚድያ ሓደሽን መዘራርትን ዘሎ ሓበሬታታት ብሓደ ኮይና ክንርኢ ኢና ካብኣቶም ሓደ ድማ ይሓርዱና ከ ይበልዑና ኣነ ምስራሕ ተጀሚረ ከጸልለካ ምዃነይ ጥራሕ እየ ዝፈልጥ። ብዛዕባ እዚኣቶም ንካልኦትን ክንርኢ ኢና ሰናይ ምክትታል የው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ምንቅስቃስ ኩሎ ቦትኡ ድዩ ኣሕዋት ገዛ ክራይ ኣብ ሰዓትኩም ዶ ትኸፍሉ ኣለኹም ተመስገን ተመስገን ሰይሰኣን ብምቕፃል ናይ ልምዓት ፊደና ከም ዝተለመደ ክንስሓ ክንፃወት ኣብዚ ማሕበራዊ ሚድያ ሓድሽ ሰለዎ ሓበሬታታት ብሓደ ኮይና ክንርኢ ኣብ ቦታና ተረኺና መፂና ኣለና ቀብና ቪድዮና ምንታይና ግን ነሻ ነዚ ሓደሽ ኢልኹም ንምንታይ ንምንታይ ንምንታይ ሓደሽ ኾኑ ሰብስክራይብ ምጋር ቤተሰብ ኹኑ ብምቕፃ ነዛ ቪድዮ እዚኣ ድማ ናብ ብዙሕ ሓሳባት ምታን ክትበፅሕ ላይክ ሸር ምጋር ንርስዕ ሕዝና ቪድዮ ናኸተውኩም እየ ክሳብ መወዳእታ ቪድዮ ናብ ምሳኹም ትከታተሉ ብኸሪእ ዝሓትት ሰናይ ፃንሒት እሺ ኣሕዋት እስ ቪድዮና ኣብ መጀመር ኮነ ናብዚኣ ንጀምር ታሪዮና ኣለዉ እዚ ምንም ከይሓዝኻ ሓዳር ምስ ገበርካ እሺ
ናዳድካ ተቑሑ

ሓዳር ኩምልኩም ዘይተኩርና እባ ኣንዓቢ ኣለና ኣጣላ ነጓይ ሓቁ እዩ ሓቁ እዩ ማለት ዘይትነግሩና ቀዲምኩም ብፍላይ ሓደ ሓደ ወለዲ ሲ ወለድና ኩላትኹም ሓዳር ጎሩ ሓዳር ፅቡቅ እዩ ገለ ትብሉ ሓዳር ታጥዕምቲ ነገራት ጥራሕ እዮም ትነግሩና ካብኡ ደሓር ከምዚ ምንም ከይሓዝና ምስ ኣተናዮ ድስቲ መጺና ካባኹም ከይንሰርቕ እዚኣ ትስማዕምዐኩም ድ እሽሖት ኣብዚ ማተሪና ኣሎ መን ኣሎ ኢድ ለማናይ ዝጠዓሞ እሺ ቀይርና ኣይንፈልጥን ኢና እቶም ከምዚ ዝብሉኸ ንባዕሎም ኣህባይ ንዓኻ ህበይ ኣነ ዝኽነትየ ኣነ

ኣውርደካን ዲኻ ደሊኻ ኣየውርደካን ሰብኣይ ተኾንካ ኣውርደኒ ኣየውርደካን እየ ሰብኣይ ተኾንካስ ኣውርደኒ ኣየውርደካን እየ ሰብኡት ተኾንኩም ኣውርዱኒ ኣታ ኣየውርደካን እየ ለመንቲ ለመንቲ ኢኹም ንስኹም ድላይ ካበል ኣየውርደካን ሓሰውቲ ኢኹም ሓሰውቲ ሰረቕቲ ኢኹም ንስኹም ለማኒ ኣነ ለማኒ ለማኒ ደኣ ክቡር ወዲ ክቡራት ብነዳዲ እንዳማቱ ባፅዕ ይኣቱ እ ተገምጢለን ሳንቲም እንደ የውፃ ከብፅሓኻ ከለዋ ግን ንግስነት

በይዛኹም በይዛኹም ክልምደኩም ረእይዋ ወድ ሹቕ ለማኒ ትብል እያ ኣብ ዩቲዩብ ደጋጊመ እዩ ዝሪኦ ኩሉ ሻዕ ናነዋዕኹ በኼ ገለ እዩ ዝወፅእ ካብዚ ፊልሚ በይዛኹም ኣቲኹም ረእይዎ ብጣዕሚ ዘሰ ተረዲክን ሽሕን ኮርታሕታሕን እዱባት ኣዋልድ እየን ደለዋ ኣይቀለለን ብዙሓት ቨርዥን ኣዋልድ እየን ናይ ብልበይ እንታይ ብለክለ ድንግልና መግለፂ እድብና ኣይኮነን ሲጀመር ክነግረካ

ስለምንታይ እንተልክኒ ጽንሕኒ መርከበይ ከረዳእኪ ከምዚ እንድሕር ኮይኑ ዳሞ ኩልና ዋልኩ ኣብ ዕድሜን እኮ ዕውር ዝኾነ ፍቕሪ ይሕዘኒ ሒዝክን እንዲ ኣብቲ 19 19 ካብኡ ንታሕቲ ዘሎስ በቃ ብዘይክኡ ሰብ ዘየለ ኮይኑ ክሳብ ዝስምዓክን ክሳብ ነብስኻ ከተጥፍ ትደልየሉ ዓይነት ወዲ ተፍቅር እንዲኻ ስለዚ ከምኡ ዘዝኾነት ጓል ስርያ ክትፈትሕ ኣለዋ ማለት ኣይኮነን እዚኣ ምስ ዘየድብና ተቑጽራ እንታይ መስለኪ ትፈልጦ ኢኻ ተረዲእካ ዋላ ኣብ ከባቢኻ ትሪኦ ኣለኻ ዝኾነ ይኹን ድንግልና ድበሃል ነገር ማዕረ ክንደይ ክብረት ከም ዘለዎ እንዳፈለጥካ ንሓደ ወዲ ስለ ዘፍቀርካዮ ጥራይ እሱ ስለ ዝደለየ ድንግልና ሓሊፍካ ኣይትመና ፍቅሪ ክሳዕ ንምንታይ ትጋገየካ እዚ ትብሎ ዘለኻ ፍቅሪ ንሱ እዩ ዘጋገየካ እንታይ ዳ ተረዲእካ መስለኪ መስለኪ ማኣይስተይ እታ ፍቅሪ ዝብላ ነልና ነገርስ ሕጂ ንኣብነት ንስኺ ንዓይ እንድሕር ኣፍቂርክኒ ስለ ዘፍቀርክኒ ክብረት እንተ ሂብክኒ እዚኣ ፍቅሪ ኣይኮነትን ጎንፊ እያ ስለ ዘፍቀርክኒ መጀመርያ ጽንሒ ክረዳእኪ ንምንታይ ኢኺ ግጊላ ናተይ ትኾኒ ካብ መጀመርይኡ

ሓንሳብ እንተ ተኸፊታስ ሽግር የብሉን ዝዓይነቱ ከዓ ተደጋጋሚ ምስ ሰባት ንድሕር እዚ ዘየድብነይ ኣታሕ ማለት
ክብረት ሓብያ ዘግደሽ ፅንሕ ሓንሳብ ተኸፊት ኣይላለስ ኣብዘን ሓሙሽተ ኣጻብዕትና ቀልቤት ነእቱ ኢና፣ ግን ትርጉመን ንፈልጦ ዲና? ከም ንፈልጦ ኣብዘን ሓሙሽተ ኣጻብዕትና ቀልቤት ከነእቱ ከለና ነናተን ትርጉም ኣለወን። እዚኤን ከኣ ትርጉመን ሒዘልኩም መጽየ ኣለኹ። ናብ ኩሉ ክበጽሕ ሸር በልዎ ዳግማይ ክንራከብ ከኣ ኣብዚኣ ፈሎው ኣይትረስዑ። እዚ ሪንግ ንብሎ ወይ ቀለቤት ኣብ ኣጻብዕትና ኣብዚኣ ኣኪላትለይ በቃ ኣብዚኣ ትእቶ ኣብዚኣ ተዘይኣኪላ ከኣ ኣብዚኣ ቅይር ዲና ነብሎስ ዋላስ ትርጉሙ ፈሊጥና ኢና ነእትዎ ሕጂ ኩሉ ግዜ ኣብዛ ኣጻብዕትና እዚኣ ትኣቱ እንድሕር ኮይናስ እንታይ ትርጉሙ እንታይ ንብል ኣለና ማለት እዩ ኣብዛ ንእሽተይ ኣጻብዕትና ትኣቱ ቀለቤት ኣብዛ ንሪኣ ዘለና ን ሲንግል እያ ተመልከት። እዛ ንሪኣ ዘለና ፎር ኤቨር ላፍ ከኣ ናይ ቃል ኪዳን እያ እዚኣ ብምልእና ኢና ንፈልጣ እዛ ኣጻብዕትና እዚኣ ማለት እዩ ኣብዚኣ ነእትዎ ናይ ቃል ኪዳን ዓብይ ትርጉም ደለዎ ካብዚ ኩሉ ኣጻብዕቲ እዚ ዓብይ ትርጉም ደለዎ ናይ ዝምድና እዛ ኣጻብዕቲ እዚኣ እያ እቲ ዝኸፍእ ድገብሮ ዓቐና ምኽኣል ኣቢና ወይ ገፊሕና ጸቢብና ኢልና ኣብ ዘይቦትኣ ክንቀያይራ ከለና እቲ ዝኸፍእ ነገር። እዛ ደይቲን መዓስ እያ ትምለስ ኩሉ ግዜ ዓርኪ እንተልያትካ ወዲ ተኾንካ ጓል ከኣኒ ዓርኪ እንተልይኪ እዚ ኣብ ምርኣኣይ ደለኹም ኣይወዳእኹምዎን ጊን ብሓንሳብ ትጉዓዙ ኣለኹም ኣይወሰንኩምን ንሕጸ ይኹን ንመርዓ ኣይወዳእኹምን ደለኹም ትጉዓዙ ጊን ኣለኹም ትረኣኣዩ ኣለኹም ንኽትውስኑ ግዜ ጽበየኩም ኣሎ ማለት እዩ። እዛ ፕሮሚስ ሪንክ ከኣኒ ልክዕ ኣብ ዴቲን ጸኒሕኩም እታ ክገልጸልኩም ዝጸናሕኩ ልክዕ ኣብኣ ከም ደለኹም ፍልይ ተብላ ነገር እንተልያ ብኻልእ ኣዘራርባ ሕጽይትኻ ኮይና ኣላ ወይ ከኣ ሕጹይኪ ኮይኑ ኣሎ ማለት እዩ ነታ ትመጽእ ደላ ቃል ኪዳንስ ቀሪብኩም ኣለኹም ክትኣትውዋ ኣብታ ዴቲን ኣይወሰንኩምን ኔርኩም ኣብዛ ፕሮሚስ ሪንክ ግን ወዲእኹም ጥራይ ተሪፋ ደላ ቃል ኪዳን እያ ተሪፋትኩም ደላ ኣብ ከምዚ ምስ ትበጽሕ ፕሮሚስ ሪንግ ትገብረላ ማለት እዩ ኣነ ኣብ ዝመጽእ ዘሎ ክምርዓወኪ እየ ኣነ ኣብ ዝመጽእ ዘሎ ኢልካ ዓብዪ ዓብዪ መብጽዓ ኣብ ትኣትወሉ ግዜ ንጥቀመላ ሪንግ እያ እዚኣ ናይ መወዳእታ ሌጀንድ ከዓኒ ብዛዕባ እንታይ እያ ትሕብር ብዙሕ ፍልጥቲ ኣይኮነትን ኣብዚ ምዕራባዊ ዓለም ኣብዚ ዘበና ኣምጽኦ እያ ትፍለጥ እዚኣ ከዓ እንታይ እያ ተመልክት እስኻ ን ረሊሽንሽፕ ድሉው ደይኮንካ ወይ እታ ጓል ንከምኡ ድልው ደይኮነት ጊን ብሓንሳብ ትከይድ። እዞም ከምዚኦም ሰባት መብዛሓቱኡ ንመርዓ ድልዋት ኣይኮኑን ንዝኮነ ነገር ለሊሽንሽፕ ድልዋት ኣይኮኑን እታ ጓል ዊን ከምኡ ነኖብሰብ እዮም ድክእሉ ጊን ደስ ኢላቶ ደስ ኢልዋ ብሓንሳብ ዝኮነ ጉዕዞ ይገብሩ ወይ ቬኬሽን ይገብሩ ክእሉ በቃ ምሻሉ ደንበይኖም ነንበይኖም ከለውሲ ብሓንሳብ ዋላ ክሓድሩ ይኽእሉ እዮም ዝኾነ ነገርስ ከም ድሌቶም ዝገብሩ ማለት እዩ እዚ ዓይነት ሪሌሽንሽፕ በቃ ሌጀንድ ገለገለ ብልዎ እዮም ግን ዳርጋ ዩኒቨርሳል ኣይኮነን ከምዚ ፍሉጥ ኣይኮነን ንዝመፅእ ተኸታተልቲ ንምዃን ፈለው ናብ ኩሉ ክበፅሕ ሸር ተንክዩ እሺ ኣሕዋት እስካብ ንምቕፃል ድማ ናብዚ ማሕበራዊ ሚድያ ሓዱሽን መዘራርትን ዘሎ ሓበሬታታት ክወስደኩም እስኪ ብዝሬዚ ንጀምር ደኣ ምስ ወተሃደራት ደኣ ከይትመላለስ ምስኣ ነቲ ማሊ ንጎ ዝተወለድኩ ህጻን ቆልዓ ኣብ ቲክቶክ መጺ ኣብዚ ዘረጥረጥ ኣቢለካ ባይ ዘወይ ኣነ ምስራሕ ተጀሚረ ከጸልለካ ምዃነይ ጥራሕ እየ ዝፈልጥ ከጸልለካ እየ እመነኒ ከጸልለካ እየ ኣነ ንእሽተይ ቆልዓ እንደ ተግባራተይ ግን ዓብዪ ከጸልለካ እየ ስልጣን እየ ሓወይ ስልጣን እያ ክትጽለል ኢኻ እመነኒ ካልኣይቲ ግዜ ኢንተርቪው ተገይረ ጨርቅኻ ደርቢኻ ጠል ኢልካ ክትሕነቕ ኢኻ ክትመውት ኢኻ ስልጣን እያ ክትመውት ኢኻ ብለካ ኣለኹ ጸሎት ግበር ዓለም ወሻዕ ብገለ ኢንተርቪው ከይትገብር ሕጂ ገለ ከይጽውዕዋ ኢልካ ጸሎት ግበር ስልጣን እያ ኣንታ ረሳሕ ደጋል ዓብይ ሓርእ ኩንታል ፋራ ማለት እዩ ኩንታል ፋራ ክንዲ ገለ ዝኮን ኩንታል ፋራ ኩንታል ፋራ ያ ኩንታል ፋራ እንታይ ዲኻ ክምልከተካ ጠፍሽካ ዲኻ ሶልዲ ዲኻ ስኢንካ ጠፍሽካ ክሪዝ ኮይንካ ጠፍሽካ ዲኻ ናብ ዓለም ቦሻ ወማዕረ ክንድዚ ድዩ ጸጊምካ ዘይንሕግዘካ ዘይነዋጽእልካ ብ- ኣብ ገሰ እቲና ሓደ ሓደ ኣንበሳ ዘይንወርደልካ ህዝብና እኮ ለዋህ እኳ እዩ ዘይነዋጽእልካ እንድሕር ማዕረ ክንዲ ጠሚኻ ኮይንካ ሽግር ተለካ ኮይኑ ንሕግዘካ ተዘይኮይኑ ሲ እግርኻን ገጽካን ከይተሓጸብካስ ንጉሆ ምድሪ ተሲእኻስ ስለ ዓለም ቦሻዕ ሰለስተ መዓልቲ ክትዛረብ እንታ ፋራ ዓጁስ ነጁስ መንፊት ገጹ ኣንታ መንፊት ገጹ እየ መንፊት ገጹ እቲ ገጽካ ብፀሓይ ርኢኻዮ ትፈልጥ ዲኻ መንፊት እኳ ኢኻ ኮንካ ደለኻ ናይ መወዳእታ እያ እዚኣ ኣቦይ ኣይወለደኒ ማለት እዩ ሎማዓንቲ ስጋ ሳህለ ኢለ ምሒለ ይፈልጥ ነይ ስጋ ሳህለ ሕጂ ኤምባሲ ኤርትራ ይኸይድ ኣለኹ ኩልኹም ኤርትራውያን ጉዳይኩም ትፈልጡ ኢኹም፣ ስድነትኩም ትፈልጡ ኢኹም፣ ኣብ ሚድያ ወጺኹም ትገብርዎ ነገር ትፈልጡ ኢኹም። እዚ ዱባይ እዩ። ክኣቱ ከለኹ ካሜራ ስኢሎምኒ እዮም። ኣብ ሙለር ፋሽን ኣለኹ። ሕጂ እንተ ደኣ ንብረተይን ፓስፖርተይን ዘየምጺኹሞ ሕጂ ላይፍ ክወጽእ ኣነ ክልተ ደቂቕ ዕድል ሂበኩም ኣለኹ። እሊ እዚ ቪድዮ ዝረኣኹሞ ኩሉኹም ሳፖርት ግበሩኒ፣ ገንዘብ ልኣኹለይ ወይ ዝኾነ ግበሩ ብቻ ካብ ዱባይ ሕጂ ሕጂ ክወጽእ ደልየ ኣለኹ። እዚ ዓይነት ጸገም ኣጋጢሙኒ ኣሎ። ኩሉኹም ብኣይ ትግደሱ ኤርትራውያን ኣሕዋተይ። ዘይኮይኑ እዚ ቪድዮ ናብ ኩሉ ሰብ ሼር ክገብሮ እየ። ፓስፖርት ኣምጹለይ ንሆለንድ ስለ ዘለኹ ድኻም ኣለኒ ጥሜት ኣለኒ ዘለኽዎ ቦታ ከይትሓቱኒ ፓስፖርተይ ካብ ዘለዎ ሃልዩ ሕጂ ተዘይ መጽዩ ንኤምባሲ ኤርትራ ይኸይድ ኣለኹ።
ክቡራት የሕዋት ስነጥበባዊት ፌቨን ሳህለ ሰይቲ ኣማን ሞደሻ ኣብ ሰዓት እዚ ኣብ ዱባይ እያ ትርከብ ዘላ። ከምዚ ክንሪኦን ክንሰምዖን ዝጸናሕና ድማ ኣብ ደሓን ዘኮነ ኩነታት ዘላ ኣይመስለንን ማለት እዩ። ማለት ምስ ጥዕናኣ ዘላ ኮይኑ ኣይስመዐንን እዩ። ስለዚ ኩላህና በጃኩም ሙሉእ ምሕረት የውርደልኪ በልዋ እኹም ከምኡ ድማ ነዛ ቪድዮ እዚኣ ላይክ ግበርዋ ሪፖስት ግበርዋ ላይክ ክትገብርዋ ከለኹም ናብ ኩሉ ሰብ ስለ ትበጽሕ ኩሉ ሰብ ድማ ነዛ ሓፍትና መታን ክረድኣ ብፍላይ ከኣ ኣብ ዱባይ ዘለዉ ብፍላይ ድማ ቤተሰባ ቀረብታ ደሃይ ናይ ሓፍትና ክገብሩ እንታይ ጸገማ መታን ክፈልጡ በጃኹም ኩቡራት የሕዋት ላይክ ግበርዎ ናብ ኩሉ ሰብ ክበጽሕ። ሰላም እንዴት ናችሁ? በሩቅና በቅርብ የምትገኙ ኢትዮጵያውያን ኤርትራውያን ተጋሩ የሕዋተይ ሰላም ነው ወይ? እወ ኣብ ዱባይ ትርከቡ የሕዋትና ኣብ ጥቃኣ ዘለኹም ድማ በጃኹም ዳሃይ ናይ ፌበን ሓፍትና ግበሩ እንታይ ጸገምኪ በልዋ ኣዛራርብዋ ምክንያቱ ብኣዛራርባኣ ጽቡቅ ዘላ ኮይኑ ኣይስመዐንን እዩ ወላ ውን እቲ ንሳ ፖስት ትብሎ ዘላ ብፍላይ ከኣ ኣብዚ ውሽጢ ሓሙሽተ ሰዓት ፖስት ትብሎ ዘላ ናይ ነገር ጥዕና ኣይመስለንን ክቡራት የሕዋት ናይ ብሓቂ ፓስፖርታ ዝመንጠልኩማ እንድሕር ሃሊኩም ድማ ፓስፖርታ ሃብዋ በጃኩም ፓስፖርታ ሃብዋ እዝጋብሄር ኣምላክ ምሉእ ምሕረት የውርደልኪ ፌበን ሓፍተይ ኣምላክ ምሳኪ ይኩን ኩላህና ምሕረት የውርደልኪ ፈጣሪ ንበላ ሰናይ ትምኒት ንግለጸላ ኢና ገለ ገለ ሰባት ኣብቲ ንሳ ፖስት ዝበለቶ ክትጸርፍዋ ድዩ ዝኮነ ኣሽሙር ድዩ ገለ ቃላት ክትጽሕፉላ ሪኤኩሞ ጽቡቅ ኣይኮነን ክቡራት የሕዋት ምክንያቱ ኣብ ደሓን ኩነታት የላን ኩቡራት የሕዋት ምስ ሙሉእ ጥዕና ዘይቡሉ ሰብ ተጻሪፍና ድዩ ወይ ከኣ ሕማቅ ነገራት ተዛራሪብና ተሃላሊኽና ጽቡቅ ኣይኮነን ነዛ ነብስና ከኣ ዝሓዝናላ የለን ጽባሕ ንግሆ እንታይ የጋጥመና ስለ ዘይፈለጥና ሰናይ ቃላት ተዛሪብና ንሕለፍ ኩቡራት የሕዋት እዝግኣብሄር ኣምላኽ ሙሉእ ምሕረት የውርደልኪ ዝሓፍተይ መዓረይ ንበላ ኢና ናብ ኩሉ ሰብ ክበጽሕ ብፍላይ ከኣ ቀረብታ ቤተሰባ ነዚ ቪድዮ ሪኦም ክሪእዋ ደሃያ ክገብሩ ንምንታይ ንዓይስ በጊዕ ገይሩ ዘይፈጥረኒ ንበላ። ንሓርዱና ከ በልዑና ኩሉ እኳ ይሽግር ድሓን ውሽጢ ከይኣተና ኣብ ዕላል ከስከል ሓይመ ነይረ ገለ ኢልክ ክትዕል ንፀኒሕኪ ኣነ እውን ከምኡ ሰሚዐ ነይረ ከቢድ ግዜ ተገሊፁ ዩ ከዓ ከየፍኩሶ ዳሓለፍክዎ ማለት እዩ ከቢድ በቃ ፈታኒ ፈታኒ ጓል ኮንካ ስትፍተነሉ ሂወትካ ገለ ከምኡ ዓይነት እቲ ኣሽሙ የሕሊፈ እየ ሶሪ ግን ሕጂ ተቐይሩ እዩ ኣምላኽ መድረኽ ይቀይርዎ እዩ ለኪ ከምዚ ንምስክር ኢሉ እቲ ኣሽሙ ዝገብረኒ ዓይነት ኪዳነ ምህረት ኣደይ ተመስገን እየ ዝብል ኣነ ማይ ጨሎ ተሓፂበ እየ ሓወይ ኣብ ናይ ሽማዓ ናይ ሸሞንተ ዓመት ሲ ኣብ ውሽጢ ክልተ ሰሙን ሲ ቁስሊ ረጊፉ ክወድቕ ካብ ነብሲ የርእየ ክብሪ ንኣምላኽ ይኹን ሓሊፉ እዩ ካልእ መድረኽ ይብል እንኳዕ ሓጎሰ ክድሓን ማለት ከም ዝበልኪ እቲ ክፉእ ግዜ ሕሊፍካ ኣብ ከምዚ ኮንካ ንክትምስክር ክትመፅእ ከለኻስ ፀጋ እዩ ኣምላኽ ዕድመ ጥዕና ተሂብካ ኢኻ ከምኡ ትኸውን ብጣዕሚ ብዓቢኡ ከዓ ሳላ ፈጣሪ

ሳርየ ማሪ ጨና እንድሕር ጊፍቲ ሂበዮም ቅድም ናብራ እዮም ድፍትኖ እዚኣ ላልኸይ እንዴት ፈረ በበባዕቲ ወዲ ብዝኽዳን እዩ ደሞ ብድድ ኢለ ቃል ይክለኸኪ እዚኣ እሺ ኣሕዋት ናይ ሎማዓንቲ ቪድዮና ነዚ ይመስል ነይሩ ክሳብ ዝረኹም ሰዓት ተሃሊኹም ብጣዕሚ ዝፈተኩም ብጣዕሚ ዘመስግነኩም ኣብ ቐፃሊ ብካሊ ቪድዮ ክሳብ ንራኸብ በብዘለኹም ሰላም ኩንለይ ይመችኹም